ኣርሚ ዓሰርተ ሓሙሽተ ኩሉ መላእ ናይቲ ኣርሚ ኣባላትን ኣመራርሓን ኩልኹም መሰልጠንትን ሰልጠንትን እንኳዕ ናብዚ ናይ ምርቓት መዓልትኹም ብሓባር ኣብፀሐና ክብል ይፈቱ። ኣብዚ ኣብዚ ስልጠና እዚ ብዛዕባ ናይ ስልጠና ኣገዳስነትን ናይ ስልጠና ዓላማን ምግላፅ ንዚ ኩሉ እዚ ዘሎ ህዝብና ዋላ ይኹን ዋላ ሰራዊትና ምዝራብ መሰከፊ እዩ። ምክንያቱ ኩሉ ህዝቢ ትግራይ ኩሉ ተጋዳላይ ስልጠና ናይ ስልጠና ውፅኢትን ዓቕምታትን ዝፈልጥን ኣብ ዕድመ ቃልሱን ኣብ ናይ እዋን መኸተን ሰልጢና ዝሰረሖም ስራሕትን ተይሰልጠና ዝሰራሕናዮም ስራሕትን ቅያታትን ኩልና ንፈልጦ እዩ። ከምዚ ዓይነት ስልጠና ኣብ ቅድሚ መኸተ ኣብ መኸተ ብጣዕሚ ሓፀርቲ ዝኾኑ ስልጠናታት ገይርና ብጣዕሚ ተኣምር ዝሰራሕናዮም ኣለዉ። ነገር ግን ከምቲ ሕጂ ኣብ ኩሉ ግንባርን ኣብ ኩለን ኣርምታትን ዝካየድ ዘሎ ስልጠና ከዓገርና ጸኒሕና እንተንኸውን መኸተና ብውሕድ ክሳራ ብውሕድ ሓይሊ ሰብ ብውሕድ ናይ ተኹሲ ዓቕሚ ብውሕድ ናይ ተኹሲ ብዝለዓለ ናይ ተኹሲ ውፅኢት ክነመዝግቦም ዝነበርና ዓወታት እንታይ ክኾኑ ከም ዝኽእሉ ምግማት ይከኣል እዩ። ስልጠና ረሃፅ ኣፍሲስካ ደም ህይወት ትዕቅበሉ እዩ። ብውሕድ ሓይሊ ገዘፍቲ ዓወታት እነመዝግበሉ እዩ። ስልጠና ኣካላዊ ብቕዓት ጥራሕ ዘይኮነስ ናይ ስነ ኣእምሮ ብልሒ ንቀፃሊ ዝመፅእ ውግእን ዝሓለፈን ቀሚሩ ውግእ እንተመፅኡ እውን ስዒሩ ውግእ ንከይመፅእ ከዓነ ቀይሱ ውግእ ከትርፍ ዝኽእል ዓቕሚ ዝፈጥር ዓቕሚ ፈጣሪ ስለ ዝኾነ ኣብ ኩለን ኣርምታት ብፍላይ ከዓ እዚ ሎሚ ዝረኣናዮ ናይ ኣርሚ ዓሰርተ ሓሙሽተ ስልጠና ደረጃ ብደረጃ ዓቕሚ እናወሰኸ ናበይ ይኸድ ከም ዘሎ ዘርኢ ንኩለን ኣሃታትና እውን ናብዚ ደረጃ እዚ ከምፅእ ዘኽእል ስልጠና ብቑዕ ስልጠና ኢኹም ኣሪእኹምና። ብቲ ዝገበርኩሞ ስልጠና ካዓ ከም ናይ ፀጥታ ኣመራርሓ ሓደ ኣባል ዝስመዐኒ ታሕጓስን ክብርን ዝለዓለ ምዃኑ ክገልፀልኩም ይፈቱ። መቸም ንድሕሪት ምልስ ኢልና ታሪኽና ኣብ ናይ ህዝቢ ትግራይ ነዊሕ ታሪኽ ንባዕሉ ንምክልኻል ንመንነቱ ንብሄራዊ ረብሕኡ ንታሪኹ ንእምነታቱ ንምክልኻል ዝኸፈሎም ዋጋታት ቀለልቲ ኣይኮኑን። ሕጂ እውን እንተኾነ ንህልውናና ኣብ ህልውናና ኣብ ልእላዊ ግዝኣትናን ኣብ ህልወና ተጋሩን ዘንጸላሉ ዘሎ ፈኸራን ጭርሖታትን ከዓነ ኩልና ከም ንሪኦ ዘለና እዩ ንሰምዖ ዘለና እዩ ንሕና ብስልጠና ዓቕምና ንዕቢ ብስልጠና ሓይልታትና ነዳሉ ውግእ ንምትራፍ እዩ። ንሕና ኣጽቂጥና ኢና ነቲ ፈኸራን ሽለላን ክነጥፎ ንኽእል ከምዚ ዝበለ ስልጠና እንተገይርና ጥራሕ እዩ። ፈኸራን ሽለላን ንዓና ኣይገልጽን። ተግባርና፣ ውፅኢታትና፣ ሕሉፍ ታሪኻታትና ወራራት ንምክን፣ ወራራት ንሕምሽሽ ከምዙይ ዝበለ ዓቕሚ ፈጢርናን ደጀና ከዓ ብፍላይ ህዝብና ዋሕስ ሞራልናን ዋሕስ ህልውናናን ኮይኑ ናይ ኩሉ ምንጪ ኢኮኖሚን ናይ ሓይሊ ሰብን ኮይኑ ኣብ ጎድንና ስለ ዝስለፍ ንሕና ከዓ እቲ ዝሃበና ሓይሊ ሰብ ቆጢብና ኣብቂዕና ዝለዓለ ውፅኢት ክነምፅእ ብጉራን ብሸለላን ብፈኸራን ዘይኮነ እንገልፆስ ውፅኢት ዘምፅእን ዓቕሚ ዝፈጥርን ስለዝኾነ ዝገበርኩሞ ስልጠና ከዓነ ብዝለዓለ ካብዚ ንላዕሊ ክተጠንክርዎ ክተሕይልዎ ኩለን ኣሃድታት ከምዚ ዓይነት ዓቕምን ብቕዓትን ክፈጥራ ኣብዚ ዘለኹም ኣመራርሓ ንሕድሕድኩም እንታይ ዓቕሚ ፈጢርኩም ከም ዘለኹም ኣህርታትኩም ወኪልኩም ከዓ እንታይ ዓቕሚ ክትፍጠሩ ከም ትኽእሉ ዘርኢ ስልጠና ኢኹም ኣሪእኹምና እዙይ ከዓ ናብ ኩሉ ሰራዊትና ክሓልፍ ክኽእል ኣለዎ። ስልጠና ወታደራዊ ስልጠና ክእለት ምዕባይ ጥራሕ ተኳሳይ ኣካል ብቕዓት ብዝበለፀ ምጉልዋት ዘይኮነስ በተሓሳስባን ብህግን በሰራርሓን ፖለቲካዊ ኣተሓሳስባናን ክብ ክነብል ተኾይና ብቶም ሕዚ ዝገለጽናዮም ዝረኣናዮምን ናይ ኮማንዶን ናይ ተኹሲ ውጽኢትን ናይ ኣካል ብቕዓትን ጥራሕ ዘይኮነስ ሕግን ስርዓትን ዘኽብር ጠንካራ ሰራዊት ክህልወና ከዓነ ክንጽዕር ክንክእል ኣለና። ሰራዊትና መለክዒኡን ዓቕሙን መንነቱን መግለጺኡን እንምክሐሉ ሰራዊትን ተጋዳላይን እቲ ቁልፊ መዐቀኒኡ ረብሓ ህዝቢ ምሕላውን ንህዝቢ ምኽባርን ናይ ሕጊ ተገዛኢ ምዃን እዩ። ኣብ'ዚ ሓሊፎም ሓሊፎም ዝረኣዩ ዘለዉ ጸገማት ልክዕ ከም'ቲ ኣብዚ ስልጠና'ዚ ፈቲሕኩሞ ዘለኹም ኣብ ኣኣህድኹም ተን ቅድም ኢለን መዓሾ ዝገልጸ ዝነበረ ይቅርታ ኢልኩም ዘቐመጥኩመን ነጥብታት እውን ኩሎን ኣሃድታትና ውሽጣዊ ጸገምና ኣብ ውሽጥና ክንፈትሖ እህን ምህን ኢልና ክንከይድ እምበር ዝግበሩ ናይ ደገ ድፍኢትን ናይ ውሽጢ ድኽመታትናን ቆጺርካ ዝግበር ንሰራዊትና ክብሪ ዘንቋሽሽ ዋጋ ናይቲ ተጋዳላይ ክብሪ ዘናእስ ተግባራት ፍጹም ከሳውረትና ክረኣዩን ክድገሙን ከምዘይብሎም ብዚ ኣጋጣሚ እዚ ክገልጸልኩም ይደሊ። ሕጂ ትግራይ ንቐጻሊ መጻኢትን ትግራይ እውን ሰራዊት ግድን የድልየና እዩ። ሰራዊት ግድን ዘድልየና እንተኾይኑ ከዓነ ዝሰልጠነን ዝበቕዐን መሪሕነት ምርግጋፅ ምህላውን ሓደ ቁልፊ ክምለስ ዘለዎ ሕቶ እዩ። እዚ ኩለን ኣህታትና ጀሚረንኦ ዝቕፅል ዘሎ ንስኹም እውን ናብዚ ደረጃ እዚ ኣምፂኹሞ ዘለኹም ሰራዊት ምህላው ንኣና ሓድሽ ነገር ኣይኮነን ተጋሩ እቶም ካብ ጥንቲ ጀሚሮም ንትግራይ ዝከላኸሉ ነበሩ ብታ ዝኸኣልዋ ብረትን ብታ ዝሓዝዋ ወታደራዊ ሳይንስ ጥበብን ተኣምራዊ ዝኾነት ስርሒታት ሰሪሖም ከምኒ ዓድዋ ኣብ ካልኦት መላእ ትግራይ ፀላእ ተንበርኪኾም ወረር ተንበርኪኾም ከምኡ እውን ናይ ቀዳማይ ወያነ ሕቶ ንክምለስ ዝሰርሕዎ ቅያ መቐለን ከባቢኡን ምብራቕ ጠቕላላ ኣብ ካልኣይ ወያነ ተኣምር ዝሰርሐ ስርዓት ኣፍሪሱ ስርዓት ዝሃነፀ ሰራዊት ብከምዚኦም ዝበሉ ፖለቲካውን ወታደራውን ስልጠናታት ተሃኒፆም እዮም ኣብ መላእ ኢትዮጵያ ሰላም ዲሞክራሲ ብተነፃፀሪ ልምዓት ኣስፊና ንዓለም እውን ተሪፍና ኣብ ኣፍሪቃ ሙሉእ ጥራሕ ዘይኮነስ ኣብ ዓለም ምሉእ ሰላም መኽበርቲ ኮይና ዝመራሕናን ሰላም ክህሉ ልምዓት ክመፅእ እንገብር ዓቕሚ ከምዘለና ዘርኣና ተጋሩ ኢና። እዙይ ክንዕቅቦ ክንክእል ኣለና። በብካባቢኡ ዝግበር ዘሎ ስልጠና ኣብ ህዝብና ይኹን ኣብ ሰራዊትና ይኹን ኣብ ኩሎም ናይ ፀጥታ ኣካላትና ኣብ ፖሊስ ይኹን ኣብ ምልሻ ይኹን ከምዚኦም ዝበሉ ጥንካረ ሰራዊትና ዘዕበዩ ነቲ ናይ ቀፃሊ መንፀፍን መበገስን ዝኾኑ ብቑዕ ሰራዊት ከድልየና እዩ። ነዚ ዝግበር መስርሕ ከዓ ናይ ኩልና ውፅኢት እዩ። መፂኡ ፀላኢ መፀ መፀ በዘለ ክተት እናበልካ ዘይኮነስ ከምዚ ዝበለ ስርዓት ኣለዎ፣ ስርዓት ዝፈልጥ ወታደራዊ ሳይንስ ጥበብን ዝጭብጥ ዝፈልጥ ሓይሊ ኣብ ኩሉ ከድልየና እዩ። ከም ህዝብን ከም ሰራዊትን ንዝመፀና ክንምክት ተኾይንና ንሕና ታሪኽና እውን ዝገልፆ ወራሪ፣ ተንኳሲ፣ ሰላም ዘራጊ ዝኾነ ህዝቢ የብልናን፣ ዝኾነ ሓይሊ የብልናን። ዝመፀና ምምካት ኢና እንፍለጥ። ዝመፀና ንክንምክት ከዓ እዞ ከምዚኦም ዝበሉ ስልጠናታት ኣጠናኺርና ከም ህዝቢ ክንከይድ ዓርሰ ምክልኻል ክነዕቢ ሲቪል ዲፈንስ እውን ተኾነ ክህልወና ኣብ ኩሉ ኣብ ኩሉ ክንጽዕር ኣለና እዚ ውግእ ንምቅራይ እንተመጽዩ ከኣ ክሳራ ንምቅናስ ስለ ዝኮነ ስለዚ ሕጂ ውን ተኮነ እቶም ዘለውና ኢኮኖሚያዊን ካሊእ ፖለቲካዊ ቅልውላውትን ንሸግሮም ኢና ዘለና ንሸግሮም ዘለና ከዓነ ኣብ ሕትኹትኹን ኣብ ንእሽተይ ነገራትን ጥራሕ ዘይኮነስ ብስትራተጂ ደረጃ ክንሓስብ ፖሊሲ ክነውጽእ ክንቀርጽ ከም ኣመራርሓን ከም ናይ ሰራዊት ኣመራርሓን ከም ክልልና ኣመራርሓን ኩሎም ዓቕምታትና ኣጠሚርና ንቐፃሊ ካብቲ ዘሎ ፅልምትምትን ከመይ ኢና ንወፅእ ካብዚ ነገር እዚ ዝብል ኩሉ ዘጨንቆ ትግራዋይ ሕጂ ይበርህ ዘሎ እምበር ዝፅልምት ዘሎ ገይሩ ዝሓስብ እንተሃልዩ ኣብቲ ጽልምትምት ኣቲና ኣብኡ ክሽከን ዝሓስብ እንተዘይኮይኑ ካብዚ ጸልማትዚ ንክንወጽእ ዘኽእለና ኩሉ ከም ተጋሩን ከም ኣመራርሓን ብፍላይ ከዓ ኣብ ጸጥታ ሓይልታት ንገብሮ ዘለና ጻዕሪ ቀጻሊ ውጽኢት ናራእኹም ክትከዱ ኢኹም። እቲ ሕዚ ዝገበርኩሞ እውን ናይዚ ኣካል ስለዝኾነ ኩልና ኣብ ህላወ ትግራይ ክንሰምር ኩልና ዓቕሚ ክንፈጥር ክንጽዕር ኣለና እምበር ሕጂ ኣብ ካሊእ ዕንክሊልን ቁሉላውን ዘእትወና ነገር ንተጋሩ ዘድሊ ኣይኮነን ክንሰምር ሓደ ክንከውን ሓደነትና ክነጥንክር ተኾይንና ከምዚኦም ዝበሉ ውፅኢት ዘምፅኡ ስራሕቲ ክንሰርሕን ንዝመፀና መኸተ ክነምክን ዘኽእል ዓቕምን ክንፈጥር ክንክእል ዘግብር ዓቕሚ ክንፈጥር ኣብ ምሉእ ምድለዋት ኮን ዘለና ክትገልፀልኩም ይፈቱ ኣብ መወዳእታ ኩሎም ግንባራት ኩሎም ኣርምታት እዚ በብደረጅኡ ዝስልጥን ዘሎ ገና ኣብ ስልጠና ዘይኣተዋ ኣሃድታትናን ገና ኣብ ከይዲ ዘሎ ብዝበለፀ ኣጠናኺርኩም ክትከዱ ብዝበለፀ ክትዕምቑ ኣብ ሰራዊትና ዘለዉ ሓደ ሓደ ናይ ዲስፕሊን ግድፈታት ኣሪምና ንዞም ግድፈታት እዚኦም ዝበለ ጠንኪርና ክንወፅእ እንገብሮ ፃዕሪ ሓቢርና ተሓጋጊዝና ክንከይድ መልእኽተይ ከሕልፍ ይደሊ ካሊእ ኣብ ወታደራዊ ሳይነስን ጥበብን ኣብ ምግሏት ከም ኩማንድ ንሰርሖም ስራሕቲ ጀሚርናዮም ኣለና ነዚ ኣጠናኺርና ክንከድ ኢና እዚ ሕጂ ዝመፀና ኩናት ካብቲ ዝሓለፈ ኩናት ብዝበለፀ ተዳሊና ክንምክተሉ ንኽእል ወታደራዊ ሳይነስን ጥበብን ስለ ዘድሊ እዚኦም እውን ኣብ ምጥንቃቕን ኣብ መስርሕን ስለ ዘለዉ ክነጎልብቶ ኢና ዓላምኡ ውን ውግእ ምቅራይ እንተጋጢሙ ንምስዓር ሻዕ ዝኾነ ካብዚ ቀጺሎም ዝቀርዩ ምናልባት ናይ ሰራዊት ተጠቃምነትና ሕገ ደንብና ናብ ምስትኽኻል ኣብዞም ከምዚኦም ዘሉ ተጸሚድና ንሰርሕ ኣለና ኣብ ቀረባ ግዜ ከዓነ ብሓባር ኮይና ንተገራውነቶም ንሰርሖምን ንንቀሳቀሰሉም ስለ ዝኾነ መላእ ናይ ጸጥታ ሓይልታትን ብፍላይ ከዓ ሰራዊትናን ነዚዮ ግምት ኣእትዩ ንዝወሃቦም መምርሕን ድልውነትን ብቐፃልነት በብደረጅኡ ዘሎ ኣመራርሓ ክሰርሕ ብዚ ኣጋጣሚ እዚ መልእኽተይ ከሕልፍ እደሊ። ንኹሎም ናይ ፀጥታ ኣካላት እውን እቲ ሕጂ መፀና መፀና ዝብል ዘሎን ብፍላይ ከዓነ ብዝተፈላለየ መንገዲ ፀጥታና ንምዝራግ ኣብ ፈቐዶ ከተማታት ዓመፅ ንምግባር ዝተፈላለዩ ቡምባታት ንምድብራይ ዝተፈላለዩ ናይ ራዕድን ሽበራን ንምስራሕ ዝግበር ዘሎ ሽርሒ ተለኣኣኽቲ ዝኾኑ ናህና ወገናት ዝሰርሕዎ ሽርሒ ንምፍሻል ናይ ኩሉ ህዝቢ ናይ ኩሉ ናይ ፀጥታ መዋቅር ናይ ኩልና ኣመራርሓ ስለ ዝኾነ ሸለል እናበልና እነሕልፎም ጉዳያት ክኾኑ የብሎምን። ንዚኦም ኣጠናኺርና እንተምኪንናዮም እቶም ዝፍክሩን እቶም ዘሽልሉን ዘለዉ ከዓነ ብዘጋጣሚ እዚ መሓውሮም ክእርነዉ ሓሳባም ካብቲ ዝሓሰብዎ ትልሚ ክእርነዉን ክምከሩን እንተኾይኖም ናይ ህዝብና ሓድነትን ናይ ሰራዊትና ጥምረትን ናይ ኩሉ ፀጥታ ድምር ውፅኢትን ዝነምፅኦ ውፅኢት ስለዝኾነ ንስኹም ዘረኣኹሞ ብፍላይ ከዓ ዓርቢ ዓሰርተ ሓሙሽተ ዘረኣኹሞ ስልጠና ስልጠና ኣብ ኩሉ ዘለኹም ኣሃድታት እውን እዚ ከም ናትኩም ስራሕ ወሲድኩም ካብ ንህዝብና ዝህውኽ ለያውን ናይ ራዕድን ሽበራን ዝሰርሑ እጃምኩም ክተወፍዩ ኩሎም ኣሃድታት ዋላ ዝምልከቶ እንተኾነ መልእኽቲ ከሕልፍ እደሊ። ክብርን ሞገስን ንሰማእታትና። እቆንየለይ።